ሲ ድኸውን ያ ጎና ክወድያ ዝሓቅነየን ማለት እዩ እምባእ ዝብኣ ኮይኑ ከም ዝኸውን የብሉን ብፍላይ ወዲ ተባዕታይ ኣብ ከምዚኢታት ትወድቕ ኣረ ነው እንዲዒ እንታይ ዝፀገም ኣነ ሓንቲ ነገር እየ ዝዝክር ክንደይ ሕዋትና ከሉ ኣብ ኤርትራ ከለና ዕሽር ዝነበሩ ሰባት ነይሮም ኣይሰርሑ ኣይብሉ ነቦታቶም ኣብ ኤርትራ ከሎ መኽቶም ዘብልዕዎም ሰባት ነይሮም ምስ ኣቦኦም ምስ ኣዲኦም ከለው ኣብ መንጎ ኣቦኦምን ኣዲኦም እናተቐመጡ ከለው ዘይሰርሑ ሰባት መዕገርገርቲ ናይ ቁማር ናይ መስተ ራእይ ዘይብሎም በቃ ከምኡ ሰባት ነይሮም እዮም ኣብዚ ምስ መፁ በይኖም እናተቐመጡ በይኖም እናተቐመጡ ዋይ ዘይዕገርግሩ እሳቶም እዮም ዘዕገርግሩ ዘለዉ እሳቶም እዮም በቃ እሳቶም እዮም ድሕረይ ድሕረይ ሳዕሪ ቆላ ዝሰርሑ ዘለዉ ኣብ ቅድሚ ዴኻን ኣቦኻን እኳ ትሕት ዘይበልካ ዘይተገዛእኻ ዘይሰራሕኻ ዘይተማእዘዝካ ኣብዚ ግዳም በይንኻ እናተቐመጥካ ጥዑም ዓዲ ማለትሲ ስራሕ ዘለዎ ገንዘብ ዘለዎ ዝደለኻዮ ዓይነት መስተ ዝደለኻዮ ዓይነት ክትፅለለሉ ትኽእል መንገዲ ዘለዎ ዋይ ኢኻ እሞ ዘይትብል ህይወት ካብታ ዝነበርካያ ስድራ እያ ትብገስ ህይወትካ ካብታ ዘዕበየትካ ስድራ ኣብ ኤርትራ ካብኡ እያ ትብገስ ትሰርሕ ተነርካ ትምእዘዝ ተነርካ ኩሉ ነገራት ትገብር ተነርካ ኣብዚ ምስ መጻኻ ዝልወጠካ ሓድሽ ነገር የለን ኣብ ኤርትራ ኮለኻ ብናጽነት ኣብ ገዛኻ ሰሪሒኻ ትኣቱ ስድራኻ ትምእዘስ ስድራኻ ትሰምዕ ስድራኻ ጌጋ ዝበሉኻ ዘይትደግሞ ተኾንካ ኣብዚ መጺኻ ዝልወጠካ የለን እቶም መብዛሕትኹም ትወጥቁ ዘለኹም ኣብ ኤርትራ ወዲቕኩም ዝነበርኩም ኣብዚኣ ድማ እንደገና ትወጥቁ ኣለኹም ማለት እዩ ክትመሃር ኣለካ ኣብ ኤርትራ ሕማቕ ስለ ዝነበርካስ ኣብዚ ክትሓምቕ ኣለካ ክትመሃር ኣለካ ካብ ጌጋኻ ክትስእ ኣለካ ዝበዝሐ መንእሰይሲ ክልወጥ ገለገለ ዘይትሪዮ በቃ ኣነ መ- መወዳእታ እቶም ኣብ ማስ ሜዳ እዚ ኣብ ቲክቶክ መፂኹም ትነብዑ ኣብ ቲክቶክ መፂኹም እ፣ ደስ ዝበለኩም ትዛረቡ ተጠሊመ ኢልኩም ዶ ገለመለ ዶ ንሓንቲ ጓል ክትሃርሙ ትመፁ ሰባት ሲ ቅድሚ ቲክቶክ ሲ ኣበይ ኮይትኩም ትነብዑ ነርኩም እዩ ዝገርመኒ ዘሎ ቅድሚ ቲክቶክ ሲ ኣበይ ኮይትኩም ትነግሩ ነርኩም ኣበይ ኮይትኩም ትእውዩ ነርኩም ቅድሚ ቲክቶክ ቲክቶክ ምስ መፀ ሲ ጎይኻ በቃ ከምዚ በቃ ኣብ ቲክቶክ ቅዱስ ሚካኤል ቅዱስ ሪፋኤል ቅዱስ እ፣ እ፣ ኩሎም መላእኽቲ ኣብ ቲክቶክ ዘለዉ ጌርኩም ትነ- ትመፁ ሰባት ኣለኹም በቃ ኣብ ቲክቶክ ኩሎም መላእኽቲ ኣብ ቲክቶክ ዘለዎ እንታይ እንታይ ሓድሽ ኣሎ እሞ እንታይ ሓድሽ ነገር ኣሎ እዚ እንታይ ሓድሽ ነገር ኣሎ እሞ ዋ ኣብ ቲክቶክ መፂኻ ትእዊ ኣነ ግርም እዩ ዝብለኒ በቃ ኩሉ ህይወት ኣብ ዓለም ፈቲናዮ ኢና እቲ ዝኸበደ ኣብ ዓለም እቲ ዝኸበደ ኣብ ዓለም ሲ ህይወት ፈቲናዮ ኢና ትቃለስ ትትስእ ትወድቕ ትትስእ ትወድቕ ቃ- ህይወት ቃልሲ እያ ህይወት ምቅላስ ጥራይ እዩ ኢትካ ዘይምሃብ ዋ ኣብ ቲክቶክ መፂኹም ሲ ኩልኹም ትበኽዩ እንድዒ በቃ ኣብዚ እዮም ዘለዉ እቶም ኣቕሽሽቲ ማለት እዩ ምዃን እቶም ኣቕሽሽቲ እውን ደቂ ሸም እዮም ኣብዚ እዮም ዘለዉ እቶም ካህናት ማለት እዩ ኣብ ጥቕኡ ዘሎ ሰብ እኳ ኣይ- ኣይ- ኣይጠርዕን እዩ እኮ በቃ ዓለም ክርእየለይ ኣብ ማስ ሜዳ ዘለዉ ክፈልጡለይ ኢልካ ስትበኪ ታንኪዩ ብራዘር ታንኪዩ በቃ ኣብ ማስ ሜዳ ዘለዉ ሰባት ሲ ክሪኡ ኢለይ ግደፍ ግደፍ ሰሉ ኣብ ማስሜዳ ዘለዉ ሰባት ክፈልጡለ ኢልካ እንታይ እዚ ዋብ ጥቓኻ የለዉ እንዲም ዓበይቲ ሰባት በቃ ኣብ ማስሜዳ እዩ ዘሎ እቲ ዕርቂ እቶም ካህናት እቶም ፋሚሊ ኣብ ማስሜዳ እዮም ዝርከቡ ኣብ ቲክቶክ እዮም ዝርከቡ ኣብዚ መፂኻ ሲ ንዓና ትርብሸና እረ ባክሽ በስማም እየ ከመይ ዝበልዎም ወለዶ እዮም ኣታ እዚኦም በትኪ ንበትኪ በትኪ ንበትኪ በቃ ድሓር ዋላ ዋላ እቶም ደቂ ተባዕትዮ ወይ እተን ደቂ ኣንስትዮ ኣብ ኣመራርፃ ኣይትተሃወኻ እንዶ ግዜ እንዶ ውሰዳ እንታይ እንታይ እዩ ጓል ኣንስተይቲ ሰላሳን ሓሙሽተን ተገይራ ዓባዩ ዓባያ ገለገለ ኣብዚ ማስ ሜዳ ከምኡ ስለ ዝበሃልሲ ኣይትቃላጠፋ እንዶ እተን ደቂ ኣንስትዮ ግዜ እንደ ወሰዳ ግዜ እንደ ወሰዳ ላላላላ ኣይደልን እየ ሰሉ ሓሳብ ሰብ ክሰማዕ ገለ ኣይትበሊ ሓሳብ ሰብ ኣይደልን እየ ኣነ በይነይ ደ ግደፍኒ እስከ ኣይደልን እየ ሰብ ክትእትውለይ እንታይ እንታይ ክገብረለይ ሰብ በይነይ ኣብዚኣ እታ ከመሓላልፋ ዝደሊ ክሃርማ ኣለኒ ኣይናይ ኣይናይ ኣይናይ ትምህርቲ ዘለዎ ሰብ ኣለዩ እዚኦም ንሪኦም ዘለና ደቂ ተባዕትዮ እንድዮም እዚኦም ወዲቖም ዘለዉ እንድዮም ኣይናይ ጥዑይ ወዲ ተባዕታይ እሞ ኣሎ እዩ እተን ደቂ ኣንስትዮ እኮ ቁሩብ ሕሻ ኣይትተሃወኻ ምምራፅ እተን ደቂ ኣንስትዮ ኣይትተሃወኻ ጓል ሰላሳን ሓሙሽተን ተጌራሲ ዓባያ ኣበያ ነይራ ኣሪጋ እንድያ ገለ ከምኡ ዝበሃል የለን ኣይትተሃወኻ እዚኦም ትሪኦም ዘለኹም ደቂ ተባዕትዮ እንድዮም ክበኹ እምበር ክነፍዑ ክቕየሩ ዘይደልዩ እዚኦም ትሪኦም ዘለኹም ደቂ ተባዕትዮ እንዲዮም ክቅየሩ ዘይሓስቡ ብጀካ ክበኽዩ ንብዓት ዝቕድሞም ቅድሚ እታ ጓል ኣንስተይቲ ኣብ ማስሜዳ መፅያ ከይትእዊ ሚ- እቲ ዝ- ዝወ- ዝወረዳ ኣብ ሚ- ኣብ ማስሜዳ ከይትነግርሲ እሱ ቀዲምዋ ይበኪ ቀዲምዋ ይበኪ ብዚ ማስሜዳ ቀዲሙ ዝእወየስ ቀዲሙ ይዕወት ከምኡ ይገብርዎ ኣለዉ ረመት ይህን ኣለም ኣቦይ ረመት ይህን ኣለም ኣቦይ እንኳዕ ኣዞም ስድራኹም ሲ እንድዒ ኣብ ኣብ ኣስመራ ይረኤ ኢሎሞ ኣብ ኣስመራ ይረኤ ኢሎሞ እቲ እቶም ትነብዑ ይግዛእ ድዩ ኣይግዛእን እዩ ናትኩም እንበር እዚ ናትና ከም ስርዓት እዮም ዝገዝእዎ ኣነ ግርሚ ዝብለኒ ኣነ ግርም ይስብለኒ ዋ ኣብ ማስ ሜዳ መፂኻ ኣስቀዲምካ ተእውይ ቅድሚ ኣብ ማስ ሜድካ ኣብ ማስ ሜዳ ተጠሊመ ተፈቲሐ ተጠሊመ ካብ ትብል ከመይ ጌርካ ህይወትካ ትቕይር ክትፈልጥ ኣለካ ከመይ ጌርካ ናብራኻ ተመሓይሽ ክትፈልጥ ኣለካ ኣብ ማስሜዳ ዳ ገሊኡ ይሕግዘካ ቀዲዑ- ገሊኡ ድማ ቀዲሑ ሸር ይብለካ እንታይ ትርጉም ኣለዎ እዩ ሂወትካ ክተ- ከተመዓራርያ ዘለካ ሂወትካ ክተስተኻኽለ ዘለካ ሂወትካ ክ- መንገዲ ክተትሕዛ ዘለካ ቀዳማይ ንስኻ ኢኻ ኣብ ትሕቲ ፈጣሪ ቀዳማይ ንስኻ ኢኻ ወዲ ሰብ ኣይቀሳቐሰካን እዩ ወዲ ሰብ ኣይተስኣካን እዩ ወዲ ሰብ ብፍላይ ኣብ ማስሜዳ ከተስኣካ ኣይክልን እዩ ሰብ ሓሳብ ክበካ ይኽእል እዩ እዚ ድማ ብውሽጢ እዩ ኣብ ማስሜዳ ዝፍታሕ ነገራት የለን ኣብ ማስሜዳ ብጀካ ዝብከል ኣብ ማስሜዳ ዝፍታሕ የለን ንበዓል ሚካ ኣምቼ ኣጀንዳ ኣይትሃብዎም ኣጀንዳ ኣይትሃብዎም ከም በዓል ሚካ ኣምቼ ከም በዓል ሓውለሌዲን ከም በዓል ገለመለ ኩሎም እዚኦም ነዚ መንእሰይ እዚ ዝተፃወትሉ ሰባት እዮም ሙሉእ ለይቲ ብፀርፍን ገለመለን በቃ እዚኦም እዮም ነዚ መንእሰይ በኪሎሞ ፀኒሖም ሶ እዚ እዩ ኣ- ኣነ ዝብለኩም እ፣ ኩላኻትክን ብፍላይ ተን ደቂ ኣንስትዮ ናትክን እንድዩ እ፣ ዝገርመኒ ዘሎ ሕጂ ናትክን እዩ ኣነ መጀመርታ ክሕለቕ ዝኽእል ናይ ጓል ኣንስተይቲ እዩ ጓል ኣንስተይቲ ኣብ ማስ ሜዳ መፅያ ክትፅረፍ ኣብ ማስ ሜዳ መፅያ ክት- ክትዝለፍ ኣብ ማስ ሜዳ መፅያ ክትበኪ እዚ ናይ መወዳእታ ውርደት እዩ ሞት እዩ so ኩሉ ግዜ እስኻትክን ክትገብርኦ ዘለክን ኣብ ኣማራርጻ ኣይትታሃወኻ ህድእ በላ ትርእዮ ኣለኽን እቲ መንእሰይ ኣብ ኣውራጃን ኣብ ገለመለን ኣብ ብኽያት ኣብ ገለመለ ኣብ መስተ እዩ ዘሎ ክትሃድኣ ኣለክን ክትሓታ ኣለክን ሰለስተ ሰለስተ ህፃውንቲ ሰለስተ ቆልዑ ወሊዱ ሲ ኣብ ናይ ኣብ ናይ መወዳእታ ቀዳማይ እ፣ ም፣ እ፣ ትምህርቲ ከም ዘሎ ክበኪ ይውዕል ሰለስተ ቆልዑት ወሊዱ ሰለስተ ቆልዑ እንተወሊድካሲ ኣብ ማስሜዳ ተጠሊመ እናበልካስ ክትበኪ ትመፅእ ነውሪ እኳ እዩ እዚ ሰለስተ ቆልዑ እንተወሊድካ እኮ ዋላ ተፋታሕ ኣቦ ኣኺልካ ኢኻ ርዝን ክትብል ኣለካ እንታይ ደፀብቐልካ እንታይ ደኽፍኣልካ ትፈልጥ ኣለካ ተቲኩም ኣሎ ብፍላይ እዞም ኣወዳት እብለኩም ኣለኹ ብፍላይ እዞም ኣወዳት ናይ መወዳእታ ናይ መወዳእታ ተስፋ ቆረፅ እዮም ናይ መወዳእታ እብለኩም ኣለኹ ሓደ ወዲ ተባዕታይ ጅግና ወዲ ተባዕታይ የለን ናይ መወዳእታ ተስፋ ቆረፅ እዮም እዚኦም ናይ መወዳእታ ምስ ጓል ኣንስተይቲ ክካትዑ ዝሓድሩ፣ ምስ ጓል ኣንስተይቲ ክጻረፉ ዝሓድሩ፣ ምስ ጓል ኣንስተይቲ በቃ ከምዚ ገይራትኒ ከምዚ ገይራትኒ እናበሉ ምኒን ክብሉ ዝሓድሩ፣ ናይ መወዳእታ ናይ መወዳእታ ናይ መወዳእታ ናይ መወዳእታ በቃ ወዲ ተባዕታይሲ እንተ ተበዲሉ እንተ ገለሲ ርዝነቱ ሒዙ ስቅ ክብል ኣለዎ ርዝነቱ በቃ ርእስነትካ ሒሽካ ስቅ ክትብል ኣለካ እንታይ ኣብ ማስሜዳ መፂእካ ከምዚ ተገይረ ከምዚ ገይረ ሓዳሽ ፋሽን መፂኣ ኣላ ስጋብ ሕጂ እሞ ፋሽና ዘይ ፋሽና ዘይተሰበረት ሓዳሽ ፋሽን መፂኣ ኣላ ተጠሊመ ኢልካስ ኣብ ኣብ ገዛ ክትሕነቕ ትደሊ ኣ- በቃ ኣብ ማስሜዳ ኮንካሲ ተጠሊመ ኢልካስ ኣብ ማስሜዳ ኮንካ ክትሕነቕ በቃ ኣይትሓዙኒ በይትኻ እናተቐመጥካ ከምኡ ዘይገበርካስ ኣብ ማስሜዳ ዄንካ ትሕነቕ ቀደም ቀደም ነገስትታት በቃ ሓደ ሰብ ተበዲሉ ኣብ ቅድሚ ህዝቢ ይሓንቅዎም ነይሮም እሞ ክንደይ ራዕዲ ይገብሩ ነይሮም ክንደይ ራዕዲ እቲ ህዝቢ ይርዕድ ነይሩ ሕጂ ከዓ ንዓና ዘርዕዱ መፅዮም ሰላም ጌርና እናኸድና ከለናስ ንዓና ዘርዕዱና መፅዮም ኣብ ማስ ሜዳ መፅዩስ ክሕነቕ የብለካ ሓደ መፅዩ እንታይ እዩ ዝኸውን ዘሎ ብገዛ ነብስኻ ኣብ እዞም ተጋሩ ኣብ ኣብ ስዑድ ዓረብ ክስየፉ እዮም ተባሂሉ ኩሉ ሰብ ኡ ይብል በዓሉ ሓደ ሓደ ወዲ ተባዕታይ ከ ጓል ጠሊ- ጓል ጠሊማትን ኢሉ ገመድ ይቕርብ ኣቤት ተርእዮ ኣቤት ተርእዮ ኣቤት ተርእዮ ኣ- ክንደይ ሳራን ገለን ሰዲድካ መፂኻስ ንጓል ኣንስተይቲ ንጓል ኣንስተይቲ በቃ ሓቚፍካያ ስለ ሓቚፍካያ ክትሓድር ስለ ዝደለኻሲ በቃ ገሊኦም እኳ ንደቆም ኣይኮኑን ክሓቑፉ ደልዮም ነታ ጓል ጥራይ ክሓቑፍዋ በቃ ሙሉእ ለይቲ ክስዕምዋ ደልዮም ኣታ ጥዑም ነገር ኣይጽገብን እዩ ጥዑም ነገር ኣይጽገብን እዩ በዓልኻ ክትጎትፎ ኣለካ ጥዑም ነገር ኣይጽገብን እዩ ጥዑም ነገር እንድሕር ኣምሊጥካ ተቐበሎ ጓል ኣንስተይቲ ትፅገብን እያ ጓል ኣንስተይቲ ኣይትፅገብን እያ እኮ ጓል ኣንስተይቲ ትፅገብን እያ እኮ ምክንያቱ ብዙሕ ነገር ፅቡቅ ነገር ሂብዋ ኣሎ ኣምላኽ ብዙሕ ነገር ዘይተኣደነ ነገራት ኣብ ጓል ኣንስተይቲ ኣሎ እዚኣ ስለ ጥራይ ትኸደካ ተላሲ በቃ መብዛሕቲኦም ደቂ ተባዕትዮ እኮ ቆልዓ ሕዣትለይ መመኽንያት እዮም ዝጥቀምሉ። ካብ ወደይ ተፋላልየ ካብ ወደይ ተፋላልየ ክነብር ኣይደልን እየ። ለኽባጥ ኬንካ ክትነብር ትኽእል ኢኻ። ካብ እቲ እቲ ስኻ ዘልመደትካ ስለ ዝኸይድ ዘሎ እዩ። ካልእ ወዲ ተባዕታይ ከይሕዞ በቃ ካልእ ወዲ ተባዕታይ ሓቚፍዋ ከይድቅስ ጥራይ። በቃ እዚኣ እያ ጸገም ኮይናቶም ዘላ ሕጂ። ነዚኣ እዮም ንጻር ስኢነማ ዘለዉ ደቂ ተባዕትዮ።

ኣነ ግረ ታ- ታ- ታብታብ ግበሩ ጋይስ ታብታብ ግበሩ ኮመንት ጥራይ ተ- ተፅሕፉ ኣለኹም ታብታብ ግበሩ ታብታብ ግበሩ ዋ ዳር እተን ደቂ ኣንስትዮ በጃኻት ክንብለክን ኣለኹ ደጊመ ደጋጊመ ናይ ግድን ንሕና ክንሰክር ኢና ናይ ግድን ክንጥዕም ኢና ክንሰቲ ኢና

እቲ ናይ ውሽጢ ገዛ ኣቑሑት ኩሉ ይረአ ኣሎ እቲ ናይ ውሽጢ ገዛ ኣቑሑት ኩሉ ይረአ ኣሎ ደቂ ኣንስትዮ ኣሕዋተይ ቱታ ጌርክን ስተያ ዋላ ናይ ግድን ክሰቲ እየ ናይ ግድን ክሰክር እየ ትብላ ተኾንክን ቱታ ወዲኽን ስተያ ቱታ ጌርክን ስተያ ኩሉ ነገር ናይ ውሽጢ ይረአ ኣሎ እንታይ ዝበልዎ ሽግር እዩ ወደይ ኩሉ ሰብ ዝፈልጦ ፅባሕ እንታይ ኢና ክንገብሮ ንሕና ኩሉ ሰብ ዝረኣዮ ኩሉ ሰብ ዝፈልጦ ፅባሕ ንጎመን ክእክበኪ ገሌኽን ሕበጥ ዘለክን ገሌኽን ተጠቢሑ ዝነበረ ገለመለ ኩሉኡ ይወፅእ ኣሎ እቲ ሰብ ይፈልጦ ኣሎ ኣብኡ ገሊሙ ሕንጣጥ ምንጣጥ መለመለ ገለመለ ገሊ ጥባሕ ወዲ ጥባሕ ኩሉ ሰብ ይሪኦ ኣሎ ፅባሕ ንጎ ቀልጢፉ በቃ ከምዚ ገይረያ እንደ ከምዚ ገይረያ እንደ እንታይ ምልክት ኣለዋ ኣብኡ ኣለዋ ጥባሕ ኣብኡ ኣላታ ኣብታ ጥቓ ጥባሕ ኣለዋ ክበሃል ይኽእል እዩ ባዕልኽን ኣይተርእዮም መዓት ጥባሕ መዓት ገለ መለለክን ገሌኽን ጥንቀቕ በላ

ግድን ዲኺ ናብ ላይፍ ክትመፃ ኣብዚ ሲ ኣብዚ ዘሎ ሕጂ ዋይ ውርደት ዋይ ውርደት ዋይ ውርደት ኣደነው ኩሎም ሕደደ ይኾኑ እታ ጓል ሰበል ኢላስ ገጭባ ትጎትፎ